ሰላም ዝኸበርኩም ተኸታተልቲ ናትና ቲቪ ኣኣብ ዘለኹሞ ሰላምን ጥዕናን እናተመነና ንሎሚ ዕለት ዘዳለናልኩም ዜናታት ውሽጢ ሃገርን ወፃእን ሒዝናልኩም ቀሪብና ኣሎና ክሳብ ፍፃመ ዜናዊ ትሕዝቶና ክትከታተሉ ብኣኽብሮት እንዳዓደምና ናብቶም ዘዳለናዮም ዜናታት ንሰግር። ኣርእስተ ዜና ብሓሙሽተ መጋቢት ኣገልግሎት ማእሰርትን ተሃድሶን ሓዝሓዝ ብዝተፈላለዩ ሞያታት ከሰልጥነን ዝጸንሐ 49 ናይ ሕጊ ተኣረምቲ ከም ዘመረቐ ተገሊጾም ብኣትለት ዘርእሰናይ ታደሰ ተታሒዙ ዝጸንሐ ሃገራዊ ክብረ ወሰን 10 ኪሎ ሜተር ድሕሪ ዕስራ ዓመታት ዝሰበረ ውልዶ ኣትለት ዳዊት ሰዓረ ኣብቲ ካብ 21 ክሳብ 23 መጋቢት ኣብ ቻይና ዝካየድ ዓለማዊ ቻምፒዮን ውድድር ናይ ውሽጢ ገዛ ማለት ኢንዶር ጌምስ ንምስታፍ ኣብ ሓያል ጻዕሪ ከም ዝርከብ ተገሊጹ። ትማል ሓሙስ ፖሊስ ክፍለ ሃገር ፍሎሪዳ ሕቡራት መንግስታት ኣሜሪካ ኣብ ልዕሊ ብምትላል ተኸሲሱ ዝጸንሐ መንእሰይ ብዝገበርዎ መርመራታት ኣብ ከብዱ ዋጋ ልዕሊ ፍርቂ ሚልዮን ዶላር ዝግመት ስቑሬን ውሒጡ ከም ዝጸንሐ ይግለጽ ኣሎ። ማዕከናት ዜና የቃልሕኦ ከም ዘለዋ ህዝባዊት ሪፓብሊክ ቻይና ኣብዚ እዋን እዚ ምስ ኣሜሪካ ናብ ኲናት ክትኣቱ ዘለዋ ቅሩብነት ከም ዝገለጸት ይግለጽ ኣሎ። ሰራልዮናዊ መበቆል ከም ዘለዋ ዝተነግረላ፣ ናይ ምምሃር ጸገም ከም ዘለዋ ዝተሓበረ ሓንቲ ኦቲስቲክ ውልቀሰብ፣ ካብ ጓል ሸውዓተ ዓመት ኣትሒዛ ብጌጋ ንኣርብዓን ሓሙሽተን ዓመታት ኣብ ሆስፒታል ጥዕና ኣእምሮ ተዓጽያ ከም ዝጸንሐት ማዕከናት ዜና የቃልሓ ኣለዋ። ብ ሓሙሽተ መጋቢት ኣገልግሎት ማእሰርትን ተሃድሶን ሓዝሓዝ ብዝተፈላለዩ ሞያታት ከሰልጥነን ዝጸንሐ ኣርብዓን ትሽዓተን ናይ ሕጊ ተኣረምቲ ከም ዘመረቐ ተገሊጹ። በቲ ዝተዋህበ ስልጠና መሰረት ብምግባር ድማ ዕስራን ሽዱሽተን ብቴክኖሎጂ ኮምፒዩተርን ግራፊክስን፣ ዕስራን ሰለስተን ድማ ብስነ ጽባቐ ጸጉሪ ርእሲ፣ ብክልሰ ሓሳብን ግብርን ዝተሰነየ ስልጠና ከም ዝወሰዳ እዩ ዝሕበር ዘሎ። ሰልጠንቲ ነዚ ረኺቦንኦ ዘለዋ ስልጠና ብግብራዊ ዕዮ ብምምዕባል ኣፍረይትን ኣርኣያ ለውጥን ክኾና ወደብቲ እቲ ስልጠና ገሊፆም። እዚ መመረቕታ ኣብ እዋን ሸሞንተ መጋቢት ኣህጉራዊ መዓልቲ ደቂ ኣንስትዮ ይካየድ ብምህላዉ ድማ ድርብ ፅምብል ዝገብሮ ምዃኑ ተገሊፆም። ብኣትለት ዘርእሰናይ ታደሰ ተታሒዙ ዝጸንሐ ሃገራዊ ክብረ ወሰን ዓሰርተ ኪሎ ሜተር ድሕሪ ዕስራ ዓመታት ዝሰበረ ውልዶ ኣትለት ዳዊት ሰዓረ ኣብቲ ካብ 21 ክሳብ 23 መጋቢት ኣብ ቻይና ዝካየድ ዓለማዊ ቻምፒዮን ውድድር ናይ ውሽጢ ገዛ ማለት ኢንዶር ጌምስ ንምስታፍ ኣብ ሓያል ጻዕሪ ከም ዝርከብ ተሓቢሮም ሃገራዊ ክብረ ወሰን ኣትለት ዘርእሰናይ ታደሰ ን ዓሰርተ ኪሎ ሜተር ናይ ጽርግያ ውድድር ብ ዕስራን ሸውዓተን ደቒቕን ዕስራን ኣርባዕተን ካልኢትን ኣመዝጊቡ'ዩ ሒዝዎ ጸኒሑ። እንተኾነ ግና ሕጂ ኣትለት ዳዊት ሰዓረ ነዚ ውድድር ኣብቲ ኣብ ቫለንስያ ዝገበሮ ውድድር ንውድድሩ ብ ዕስራን ሸውዓተን ደቒቕን ዕስራን ሓደን ካልኢትን ክዛዝሞ ብምኽኣሉ'ዩ እቲ ንነዊሕ ዓመታት ብኣትለት ዘርእሰናይ ታደሰ ተታሒዙ ዝጸንሐ ሃገራዊ ክብረ ወሰን ሰይርዎ ዘሎ። እዚ ኣትለት ድማ ኣብዚ እዋን ኣብ ውድድራት ሽሕን ሓሙሽተ ሚእትን ሜትሮ ትራክ ብ ሰለስተ ደቒቕን ሰላሳን ትሽዓተን ካልኢትን፣ ኣብ ሓሙሽተ ኪሎሜተር ብ ዓሰርተ ሰለስተ ደቒቕን ዕስራን ሓደን ካልኢትን፣ ኣብ ዓሰርተ ኪሎሜተር ድማ ብ ዕስራን ሸውዓተን ደቒቕን ዕስራን ሓደን ካልኢትን ብደረጃ ሃገር ሰለስተ ሃገራዊ ክብረ ወሰን ሒዙ ዘሎ ኣትለት ኮይኑ ኣሎ። ኦሎምፒካዊ ኣትለት ዳዊት ሰዓረ፣ ነታ ኤርትራ ኣብ ኦሎምፒክ ኣመዝጊባታ ዘላ ሓንቲ መዳልያ ክውስኸላ ናይ ወትሩ ትምኒቱ ምዃኑን ነዚ ንምጭባጥ ድማ ኣብ ቀጻሊ ጻዕሪ ከም ዝርከብን ገሊጹ ኣሎ። ኤርትራውያን ኣትለታት ኣብ ዝተፈላለዩ መድረኻት ስፖርት ኣዝዩ ብሉጽ ውጽኢታት የመዝግቡ ከም ዘለዉ'ዩ ዝሕበር። ትማሊ ሓሙስ ፖሊስ ክፍለ ሃገር ፍሎሪዳ ሕቡራት መንግስታት ኣሜሪካ ኣብ ልዕሊ ብምትላል ተኸሲሱ ዝጸንሐ መንእሰይ ብዝገበርዎ ምርመራታት ኣብ ከብዱ ዋጋ ልዕሊ ፍርቂ ሚልዮን ዶላር ዝግመት ስቑሬን ውሒጡ ከም ዝጸንሐ ይግለጽ ኣሎ። እዚ ጃታን ጊልደር ዝተባህለ ወዲ 32 ዓመት ክሱስ ነቲ ዝቐረበሉ ክሲ ምላሽ ንምሃብ ኣብ ዝግበረሉ ዝነበረ መርመራ እዩ ነቲ ሸውዓተ ሚእትን ስሳን ትሽዓተን ሽሕን ሓሙሽተ ሚእትን ዶላር ዝዋግኡ ስቑሬን ኣብ ከብዱ ውሒጥዎ ከም ዘሎ ብወግዒ ተኣሚንሉ። እቲ ገበነኛ ናብ ሰራሕተኛታት ሓንቲ ክቡር ማዕድናት እትሸይጥ ትካል ብምኻድ ፕሮፌሽናል ተቐዳዳማይ መሲሉ ብምእታው'ዩ ነቲ ኣብኡ ዝነበረ ክቡር ማዕድናት ናብ ከብዱ ውሒጥዎ ተመርቂፉ። እዚ ገበነኛ ኣብ ትሕቲ ቀይዲ ክኣቱ ዝኸኣለ ግን ኣብቲ ትካል ተወሳኺ ክቡራት መዓድናት ሰሪቑ ኣብ ጅብኡ ንምእታው እናፈተነ እንከሎ ካብ ኢዱ መሊቑ ብምኽሽሑ ምዃኑ እዩ ዝግለጽ ዘሎ። ኣባላት ፖሊስ ድማ ነዚ ክሱስ ሒዞም መርመራ ኣብ ዝገብርሉ ዝነበሩ እዋን እዮም ነዚ ሓቂ ከረጋግጹ ክኢሎም ዘለዉ። እንተኾነ ፖሊስ ፍሎሪዳ ነዚ ኣብ ከብዱ ዘሎ ክቡር ማዕድናት ከውጽኦም ድዮም ኣይከውጽኦምን ዝተዋህበ ሓበሬታ የለን። ማዕከናት ዜና የቃልሕኦ ከም ዘለዋ ህዝባዊት ሪፓብሊክ ቻይና ኣብዚ እዋን እዚ ምስ ሕቡራት መንግስታት ኣሜሪካ ናብ ኲናት ክትኣቱ ዘለዋ ቅሩብነት ከም ዝገለጸት ይሕብራ ኣለዋ። ሰበስልጣን ቻይና እዚ ኣሜሪካ ኣብ ልዕሊ እታው ቻይና እትእውጆ ዘላ ዘይፍትሓዊ ክብሉ ዝገለፅዎ ወሰኽ ታሪፍ ንክልቲኤን ሃገራት ናብ ከቢድ ቁጠባውን ፖለቲካውን ወጥሪ ክሸመም ከምዝኽእል እዮም ዝገልፁ ዘለዉ። ቻይና ምስ ኣሜሪካ ናብ ኲናት ምእታው ኣድላይ እንተኾይኑ ብንግዲ ክኸውን ንደሊ። እንተዘይኮይኑ ግን ነዚ ገደብ ዘይብሉ ወሰኽ ታሪፍ ካብ ንግዳዊ ሓሊፉ ናብ ካልእ ኣንፈት ዝደፋፍእ ሓደገኛ ተግባር'ዩ ብምባል'ያ እታ ሃገር ብንግዲ ይኹን ካልእ መዳያት ምስ ኣሜሪካ ክትራጸም ከም እትኽእል ክትገልጽ ትስማዕ ዘላ። እዚ መጠንቀቕታ'ዚ ድማ ቻይና ኣንጻር ፖለቲካውን ቁጠባውን መርገጺ ዶናልድ ትራምፕ ካብ ከተውጽኦም ዝጸንሐት ናይ ተቓውሞ መግለጺታት እቲ ዝሓየለ ምዃኑ ይንገር ኣሎ። ብተወሳኺ ቻይና ዓቕሚ ምክልኻላ ንምምዕባል ኣብ ምክልኻል ክትስልዖ ንዝጸንሐት ባጀት ኣብዚ ዓመት'ዚ ብሸውዓተ ነጥቢ ክልተ ሚእታዊት ኣዕብያቶ ከምዘላ ቀዳማይ ሚኒስተር ህዝባዊት ሪፓብሊክ ቻይና ሊ ኪዩንግ ሓቢሩ'ሎ። ድሕሪ ምምጻእ ዶናልድ ትራምፕ ናብ ስልጣን፣ ብዝወስዶ ዘሎ ናይ ወሰኽ ቀረጽ ፖሊሲታት፣ ቻይና'ውን መልሰ ግብሪ ትህበሉ ብምህላዋ፣ እዚ ድማ ናብ ከቢድ ቁጠባዊ ዘይምርግጋእ ክወስድ ከም ዝኽእል'ዮም ቁጠባውያን ተንተንቲ ክገልጹ ዝስምዑ ዘለዉ። ኣብ መንጎ እዘን ዝዓበየ ቁጠባ ናይ ዓለም ከም ዘለወን ዝንገረለን ኣሜሪካን ቻይናን ዝጸንሐ ንግዳዊ ዝምድና፣ ድሕሪ ምምጻእ ዶናልድ ትራምፕ እናላሕልሐ ይኸይድ ከም ዘሎ'ዩ ዝግለጽ ዘሎ። ሰራልዮናዊ መበቆል ከም ዘለዋ ዝተነግረላ ናይ ምምሃር ጸገም ከም ዘለዋ ዝተሓበረ ሓንቲ ኦቲስቲክ ውልቀ ሰብ ካብ ጓል ሸውዓተ ዓመታት ሒዛ ብጌጋ ንኣርባዓን ሓሙሽተን ዓመታት ኣብ ሆስፒታል ጥዕና ኣእምሮ ተዓጽያ ከም ዝጸንሐት ማዕከና ዜና የቃልሓ ኣለዋ። እዛ መንነታ ንምዕቃብ ብካሲባ ዝብል ስም እትጽዋዕ ዘላ ውልቀ ሰብ ድሕሪ ብሓንቲ ሓኪም እቲ ሆስፒታል ዝተገብረላ ናይ ነዊሕ ዓመታት ጻዕሪ'ያ ብጌጋ ኣብቲ ሆስፒታል ከም ዝኣተወትን ሕጂ'ውን ክትወጽእን ክኢላ ዘላ። እዛ ግዳይ እዚ ኩነታት ዝኾነት ውልቀሰብ፣ ኣብ ገለ እዋናት ክሳብ ዕስራን ሰለስተን ሰዓታት ንመዓልቲ ትዕጾ ምንባራ እታ ንምውጽኣ ከቢድ ጻዕሪ ዘካየደት ዶክተር ትገልጽ። እዛ ኣብዚ እዋን ጓል ሓምሳ ዓመት ኮይና እትርከብ ካሲባ፣ ጓል ሓሙሽተ ዓመት እንከላ ካብ ሰራልዮን ድሕሪ ምምጽኣ ንዝተወሰነ እዋን ኣብ መዕበዪ ዘኽታማት ብምጽናሓ ናብዚ ሆስፒታል ጓል ሸውዓተ ዓመት ምስ ኮነት ተሰጋጊራ። ካሲባ ኣብቲ ሆስፒታል ከም ሓደገኛን መንቆሪት ዓይንን ተባሂላ'ያ ክትፍለጥ ጸኒሓ። እዚ ድማ ምስቲ ጓል ዓሰርተ ትሽዓተ ዓመት እንከላ ዘጋጠመ ፍጻመ ብምትእስሳር'ዩ። ካሲባ ጓል ዓሰርተ ትሽዓተ ዓመት እንከላ ናብቲ ንነዊሕ ዓመታት ንበይና ዝተቐመጠትሉ ቦታ ቅድሚ ምእታዋን ሓደ መዓልቲ ኣብቲ ሆስፒታል መጠንቀቕታ ባርዕ ሓዊ ይስማዕ። ኩሉ ሰብ እናሃደመ እንከሎ ድማ ካሲባ ኩነታት ኣደናጊርዋ ፈዚዛ ትርኢ ኣብ ዝነበረትሉ እዋን ካልእ ተሓካሚት ናብኣ እትመጽእ እሞ ካሲባ ድማ ምስኣ ብምቅላስ ትፍሕንጨራን ኣብ ዓይና ድማ ጉድኣት ተወርደላን። ካብዚ ጀሚሩ እዩ ድማ እዛ ውልቀሰብ ከም ሓደገኛ ክትቁጸር ጸኒሓ። ድሕሪ እታ ዶክተር ዝገበረቶ ጻዕሪ ድማ ኩነታት እዛ ውልቀሰብ ተለልዩን ተመርሚሩን ክትወጽእ ክኢላ ኣላ። እታ ዶክተር ኣብ ዝሃበቶ ሓበሬታ፣ ልዕሊ እቲ ዝገበርናዮ ጻዕሪ፣ እቲ ንሳ ነዚ ኩሉ ዓመታት ክትጻወሮ ምኽኣላን ብቕዓት ኣብ ምርኣያን'ዩ ዝያዳ ዝገርመኒ ክትብል ገሊጻ'ላ። ኣብዚ እዋን ድማ እዛ ብጌጋ ንኣርብዓን ሓሙሽተን ዓመታት ኣብ ሆስፒታል ዝጸንሐት ውልቀሰብ፣ ወጺኣስ ብሰብ ሞያ እናተሓገዘት ኣብ ማእከል ሕብረተሰብ ትነብር ከም ዘላ ይሕበር ኣሎ። በዚ ፍጻመ ድማ ባይቶ ኦቲስቲክ ሰባትን ከምኡ'ውን ናይ ምምሃር ጸገም ዘለዎም ግን ከኣ ናይ ኣእምሮ ጸገም ዘይብሎም ንኽትትል ናብ ሕክምና ከይእሰሩ ዝኽልክል ሕጊ ክድንግግ ትጽቢት ይግበር ኣሎ። ጃክ ማክሮገር ዝተባህለት በዓልቲ ስልጣን ጥዕና እቲ ከባቢ ብወገና፣ ካሲባ ንነዊሕ ዓመታት ኣብ ሆስፒታል ተቐይዳ ምሕላፋ ኣዝዩ ዘጕሂ ምዃኑ ብምሕባር፣ ብውልቀይ ይቕሬታ ይሓታ ክትብል ተሰሚዓ። ብመሰረት ጸብጻባት ኣብዚ እዋን ልዕሊ ክልተ ሽሕ ኦቲስቲክ ሰባትን ናይ ምምሃር ጸገም ዘለዎምን ኣብ ሆስፒታላት ጥዕና ኣእምሮ እንግሊዝ ተኣሲሮም ከም ዘለዉ እዩ ዝግለጽ። እምበኣርከስ ዝኸበርኩም ተኸታተልትና ንሎሚ ዕለት ተዳልዩ ዝነበረ ዜናታት ውሽጢ ሃገርን ወጻን እዚ ክትከታተልዎ ዝጸናሕኩም እዩ። ኣብ ዝቕጽል ዕለት ብዝተፈልየ ዜና ክሳብ እንራኸብ ሰላምን ጥዕናን ምስ ኩላትና።